ሮቦርት ቃላት ሱዛን ዘከረ። ኣይተጋገኻን፣ ንሱ'ዩ ብሉጽነታ። በለ ንዝጸልኦ ሰብ ብዛዕባ ዘፍቅራ ሰበይቱ ከዕልሎ ዕረ እናጠዓሞ። ሮቦርት ንኸሕጉሳ ዝመደቦ ናይ ድራር ግብጃ ኣንጻር ትጽቢቱ ኮይኑ ተዛዘመ። ኩሉ ዕላላ ብዛዕባ ሞንተ ምስ ኮነ ክዕገስ ኣይከኣለን። ምስ ረኣኻዮ፣ ንገለ ትፈልጦ ሰብ ዶ ኣዘኻኺርካ? እወ፣ መልክዑን ነገራቱን ንሓደ ዘይረብሕ ሰብ ኣዘኻኺሩኒ። ሮበርት፣ እንታይ ስለ ዝገበረካ'ዩ ጸሊእካዮ? ትኾኖ ዘለኻ ስነ-ስርዓት ኣይኮነን። በለት ሱዛን ከም ኩር ኢላ ካብ ቅድሚኣ ዘሎ መግቢ ብፋርኬታ እናልዓለት። ሮበርት ርግእ ኢሉ፣ እዚ ከማን ናይ ልበይ ስለ ዘሕባእኹ ጠባየኛ ኮይነልኪ ኣለኹ። ኣይትሓዘለይ ነዚ ሰብ ኣይፈተኽዎን ብሕጂ እውን ኣይክፈትዎን እየ በላ ሱዛን ፋርኬታኣ ኣቐሚጣ ኣፍጢጣ ጠመቶቶ ዘይትፈልጦ ከመይ ጌርካ ካብ ባዶሽ ተበጊስካ ክትጸሎ ትኽእል ኣጠማምትኡ ይተበራሃንን ብዛዕባኡ ክተዕልልኒ ከለኺ ስግድግድ እዩ ዝብለኒ ጠንቂ ሓዳርና እንከሎ ከመይ ልክፍተዎ ትብልኒ በለ ብልቡ እንድዒ ምዃን እኳ ጽቡቕ ኣለኺ፣ ኣብ ምልላይና ክጸልኦ ጉቡእ ኣይኮነን። ምናልባት ደኺመ ከይከውን ኣይትሓዘለይ። ሮቦርት ካብ ቆይቁይ ንክርሕቕ ብፍቓዱ ተሰዓራ ኣይኮነ። ብድሕሪ እዚ ዝኣዘዝዎ ድራር ብስቕታ ዛዚሞም ካብ ቤት መግቢ ወጹ። ንጽባሒታ ንግሆ ክዳኑ ቀይሩ ናብ ስራሕ ክብገስ እናበለ ሱዛን፣ ሮቦርት! ብምባል ቀሰይ ኢላ ተዳህየቶ። ሮቦርት መንፈሱ ገለ ሓድሽ ነገር ተፈጢሩ ከም ዘሎ ክነግሮ ጀመረ። ኣብየት ሱዛን! በለ እናፈርሐ። ሓደ ነገር ክነግረካ እየ። ሮቦርት ብበሊሕ ካራ ኣብ ልቡ ዝተወግአ ኮይኑ ተሰምዖ። ሱዛን፣ በጃኺ! ክሓልሞ እኳ ንዘይደልዮ ነገር በእዛኑ ሰሚዑ ጋህዲ ምዃኑ ክኣምን ኣይደለየን። ካብ ልቢ'የ ዘፍቅረካ። ደጊም ምሉእ ልበይ ሂበ ዘፍቅሮ ሰብ ኣይክህሉን እዩ። የፍቅረካ'የ ክሳብ ዕለቶ ሞተይ። ሱዛን ኖእ ኣወድኣኒ ሮቦርት። ንዓይ እውን ክዛረብ ከለኹ ማዕረ ክንደይ ይኸብደኒ ከም ዘሎ ተረድኣለይ። ካባኻ ንኸይፍለይ ናይ ወትሩ ጸለተይ እዩ ነይሩ። ክውስን ግን ተገዲደ። ዝመስረትናዮ ሓዳር ከም ትጽቢትናን ድሌትናን ክኸውን ብዘይምኽኣሉ ወሲነ። ንዕረፍቲ ዝመጽእ ገያሻይ ኮንካኒ። ብናፍቖትን ጽምዋን ተቐጺዐ። ምርሕሓቕና ክንዲ ነብሲ ወከፍ ቃላት ንቓንዝኡ ዘጋድዳየ ነይረን ሮበርት ኩሉ ነገር ጽልምትምት ክብሎ ጀመረ ኣይተካክኽን ሱዛን ሮበርት ዘለዎ ሓይሊ ኣኻኺቡ ንኸረድእ ተበገሰ ኩሉ ነገር ክጎድፈ ንዓኺ ካብ ዝኸስር ሱዛን ንኹሉ ክገድፎ እየ ሎሚ ካብ ሎሚ ሱዛን ተተሓሒዝና ንጥፋእ ኣነ ንስኽን ጥራሕ ፍቕርና ተማሊእና ንሰወር ሱዛን ርእሳ ነቕነቐት ኣይከውንዩ ሮበርት ክልቴና እዚ ትብሎ ዘለኻ ከም ዘይከውን ትፈልጥ ኢና ንስራሕኻ ከም ተፍቅሮ ክትክሕድ የብልካን ንዓይ ክትብል እንድሕረይ ገዲፍካዮ ሙሉእ ህይወትካ እናተጣዓስካ ከተሕልፎ ኢኻ ኣብ መንጎና ዘጋጠመ ናይ ክልቴና ጸገም ኣይኮነን በቃ ጉዕዞ ሂወት ናብ ከምዚ ዝዓይነቱ ፍጻመ መሪሕና ኣሎ ናትና ጌጋ ኣይኮነን ስለዚ ሮቦርት ፍትሕ ደልየ ኣለኹ ዓለም ምሉእ ፈንፊንዎ ናብ በዓቲ ዝተደርበየ ፍጡር ክሳብ ዝመስሎ ዓቕሊ ጸበቦ ሕውዝውዝ ክብሎ ጀመረ ክሳብ ክንድኡ ጨካን ውሳኔ ኣይትምረጽ ሱዛን ልብኺ ዘይደገፎ ስጉምቲ ትውሰዲ። ፍቕርና ናብ ንቡር ክንመልሶ ክንጽዕር ኣሎና። ከምኡ ክንገብረሉ ዝገባኣና እዋን ሓሊፉ ኣሎ። ኣብዚ ውሳኔ ንክበጽሕ ኣዝየ ከም ዝተጨነቕኩ እመነኒ። ኣብ ዝገሽካሉ ንዓኻ ክጽበ በይነይ ኣብ ገዛ ኣብ ዝነበርኩሉ እዋን ብዙሕ እየ ሓሲበ። ክልቴና ከም ሰብ ሓዳር ዘይኮንና ነናይ በይንና ዓለም ንመርሕ ከም ዘለና ተረዲኡኒ። ብኸምዚ ኣገባብ ክቕጽልካ ኣይደለኹን። ሮቦርት ኣይትሓዘለይ ካባኻ ክረኽቦ ንዝተመነኽዎ ፍቕሪ ርእየ ስኢነዮ ንፍቕሪ ናፊቐ በዚ ምኽንያት ከኣየ ንዝወሰንክዎ ፍቕሪ ክረክብ ክብል ኣብ ውሳኔ ዝበጻሕኩ ሮቦርት ቃንዝኡ ጸይሩ ስምዒቱ ክቈጻጸር ፈተነ እዚ ዅሉ ምስ ማኒባግስ ዘተኣሳስር ኣለዎ ድዩ ሓተታ ከምቲ ዝጠርጠሮ ከይከውን እናፈርሐ ሱዛን ነቲ ሓቂ ክትነግሮ ወሰነት። እወ ሮበርት፣ ንኽምርዓወኒ ሓቲቱኒ ኣሎ። ዝሕዞን ዝጭብጦን ዝሰኣነ ክሳብ ዝመስል የዒንቱ ኣፍጢጡ ዓንቂ ዓንቂ ከስተንፍስ ጀመረ። እሞ ክትምርዓውዮ ዲኺ? እወ ይህናይ ደኣ። ሮበርት ሕልሚ ከይከውን ተጠራጠረ። እምበር ከጋህድድ እዩ፣ ክኸውን ኣይክእልን እዩ። የዒንቱ ንብዓት ቆጻጽራ ጀምራ። ሱዛን ቅርብ ኢላ ኣብ ክሳዱ ተጠምጠመት። እፈትወካየ ሮቦርት፣ በጃኻ ኣብ ውሳኔ ዕንቅፋት ኣይትግበረለይ። ኣብ ከንፈሩ ክትስዕሞ ጀመረት። ከማኻ ንልበይ ክመልኽ ዝኽእል ተባዕታይ ኣብዛ ዓለም የለን። ካብ ልበየ ዝፈትወካ። ብህይወት ክሳብ ዘለኹ ፍጹም ክርስዓካ ዘይክእል ኣፍቃርየይ ምዃንካ ኣይትረስዕ በለቶ ኣብ ክሳዱ ተሸጒጣ ሮቦርት ቃል ኣየውፀን ፍንትት ኢላ ጠመተቶ ከም በርበረ ብዝቐይሐ ገጹ ንብዓት ኮረር ኢለን ክወርዳ ተመልከተት ሮቦርት ብጃኻ ተረዳእኒ ፍቕሪ ንበይኑ ኣኻሊ ኣይኮነን ኣልሚድካ ንዝኸላእኻኒ ናፊቐ ውሳኔይ ተረዲእካ ከም ዘይትጸልኣኒ ተስፋ ይገብር። በለቶ። ዝተረድኦ ነገር እንተ ሃልዩ፣ እታ ካብ ኣፍ ሞት መንዚዓ ምስ ህሉዋ ዝጸንበረቶ ኣፍቃሪቱ፣ ኣብ መወዳእትኡ ንበይኑ ሓዲጋቶ ትኸይድ ምህላዋ እዩ። ሱዛን፣ ንፍቕርና ሓንቲ ዕድል ንሃቦ። ካብቲ ፈለማ ክንጅምር ንኽእል ኢና። ነቲ ጸገም ክንፈትሕ ንፈትን ደኣ እምበር፣ ምፍልላይ በጃኻ ይትለምነኒ ንብዓት መጺዋ ድምጻ ክቆራረጽ ጀመረ ኣይተሓዘለይ ወሳንየይ ኣይቅየርን እዩ ቆሪጻ ከም ዘንቀለት ኣፍለጠት ብድሕርዚ ልቢ ፈተውቲ ዝበልዕ ዝርርብ እኳ ተቐጸለ ዝመጸ ለውጢ ግን ኣይነበረን ሱዛን ጉዳይ ፍትሕ ከተሳልጥ ናብ ከተማ ሬኖ ምስ በረረት ሮቦርት ክልተ ሰሙን ሙሉእ ዳሃይ ኣጥፊኡ ኣብ መስተ ተኣልከ ዝዓበኻሉ ልምዲ ቀልጢፉ ኣይገድፍን ከም ዝበሃል፣ ሮቦርት ስጉምቲ ክወስድ ወሰነ። ኣብ ኤፍቢኣይ ንዝሰርሕ ዓርኩ ደዊሉ ረኸቦ። ትረይ ይበሃል፣ ቅድሚ ሕጂ ኣብ ዝተፈላለዩ ጉዳያት ዝሓገዞ ኣዝዩ ዝኣምኖ ዓርኪ'ዩ። ትረይ፣ ክትተሓባበረኒ ደልየ ነይረ። ክተሓባበረካ? ሮቦርት፣ ምናልባት ሓኪም ኣእምሮ ከየድለየካ ኣይተርፍን'ዩ። እንታይ ኮንካ ንሱዛን ትኣክል ሰብ ከሲርካያ። ናይ ምፍልላያም ወረ ሰማዒ እዝኒ ኣብ ዘለዎ ኩሉ በጺሑ እዩ። ዘሕዝን ነዊሕ ዛንታ እዩ ትረይ ብጣዕሚ እየ ሓዚነ ናይ ብሓቂ ወረጃን ብልጽትን እያ ብዝኾነ እንታይ ክተሓባበረካ ዝኽእል ብዛዕባ ሓደ ሰብ ኮምፒውተር ክትርእየለይ እየ ደልየ እዚ ቀሊል ስሙ መን ይበሃል ሞንተባንክስ፣ ሞያዊ ጥርጠረ ስለ ዘሕደርኩሉ እየ። ሕራይ፣ እንታይ ዓይነት ሓበሬታ ኢኻ ክትረክብ ደሊኻ? እቶም ቀለልቲ ዝበሃሉ ዝፈጸሞም ጥሕሰታት እንተ ነይሮም፣ ብዛዕባ እንታይነት እዚ ሰብ ዝገልጹ ሓበሬታታት እንተ ረኺብካለይ ክሕጎስ እየ። ምናልባት እውን ከምቲ ዝጠርጠርኩዎ ዓይነት ሰብ እንተ ኾይኑ፣ ኣብ መዝገብኩም ዘይሰፈረ ክኸውን ይኽእል እዩ። ሕራይ ካልእኸ? ካልእ ንሃብቱ ብኸመይ ኣጥርይዎ ክፈልጥ ምደለኹ። ብዛዕባ ድሕረ ባይትኡ ምሉእ ሓበሬታ ተረኺብካለይ ደስ ምበለኒ። ኣላ ሮቦርት ትረይ ክስሕቕ ጀመረ እምበኣር መያዊ ጥርጣረ ጥራሕ እዩ ነይሩ በሊ ይግበረሉ ትረይ ኣይትዘንግዕ እዚ ጉዳይ ኣብ ክልቴና ጥራሕ ዝተርፍ እዩ ብልዑል ምስጢር ሓዞ ኢኻ ሓደ እኳ ከይፈልጥ ጸገም የለን ብኡሳይ ትሻቐል ናባይ ግደፎ የቐንየለይ ምሳሕ ክትውደኒ ኢኻ ደሓን ድራር ይኹነለይ ተዋዜ ትረይ ዝበልካዮ ይኹን ቻው ሮቦርት ቴሌፎን ዓፀወ እንታይ ኮይነ እየ ክሳብ ክንድዚ ዝኸይድ ዘለኹ? እንታይ ክረክብ እየኸ ዝሓስብ ዘለኹ? ሽፍታ ኮይነ ክጸንሕ እሞ ንሱዛን ናባይ ክመልሳ ድየ ዝሓልም ዘለኹ? በለ ብ ልቡ። ንጽባሒታ ንግሆ ሮቦርት ኣብ ቤት ጽሕፈት ዳስቲን ቶርቶን ብቑልጡፍ ክርከብ ተደልዩ ከም ዘሎ ዝሕብር ናይ ቴለፎን መልእኽቲ ተቐበለ። ናይ ነገር ደሓንዶ ይኸውን እናበለ ኣብ ቤት ጽሕፈት ኦኤንኣይ በጽሐ። ኮማንደር ኣብዚ ሕጂ እዋን ተዋሂብካዮ ዘለኻ መደብ ስራሕ እንታይ እዩ? ብሓቂ ምፍላጥ ስኢኑ ድዩ ዝሓተኒ ዘሎ? ሓሰበ ሮቦርት ንላዕለዋይ በዓል ስልጣን ኦኤንኣይ ዝሕብኦ ነገር ከም ዘየለ ስለ ዝፈልጥ። ናይ ሲንጋፖር ዲፕሎማት ተመሲሉ ንዝኣተወ ሰላይ ኣብ ምክትታል ይርከብ ኣለኹ። ኣብ ቀረባ እዋን ንመደብ ስራሕኻ ዝጫረት ተደራቢ ስራሕ ሒዝካ ከይትህሉ። እ ሮቦርት እንታይ ክብል ከም ዝደለየ ኣይተረድኦን። ኣይተረድኣንን፣ በለ ፍጹም ንዘይብርሆ ሓላፊኡ እናጠመተ። ኮማንደር፣ ከም ዘይፈለጥካ ክትመስል ኣይትድለ። እንታይ ከም ዝገበርካ ክነግረካ'የ። ኦኤንኣይ ኣብ ትሕቲ ዝኾነ ይኹን ኩነት ንዜጋታት ኣመሪካ ኣብ ዕላማ ብምእታው ምርመራ ከካይደሎም ኣይፍቀደሉን እዩ ሕጂኸ ዝገበርካዮ ተረዲእካ ዶ ሮቦርት ዘይተጸበዮ ነገር ብምስምዑ የዒንቱ ኣፍጠጠ እንታይ ክትብለኒ ስለ ዝደለኻ ኮማንደር ኣይተሕርቐኒ ዳስቲን ካብ ኮፍ ዝበለሉ ተንሰ ትምባል ምሸት ካብ ኤፍቢኣይ ዘይምልክተካ ሓበሬታ ክትረከብ ከም ዝፈተንካ ዝሕብር መልእኽቲ በጺሒኑ ኣሎ ሮቦርት ብምሒር ሕርቃን ሙሉእ ኣካላቱ ጓህሪ ዝተኻዕወ ኮይኑ ተሰምዖ እዋይ ዝወዲ ሰበይቲ በለ ብልቡ ብሕርቃን ኩምትር ኢሉ ንትረይ እናተራገመ ኣሕሊፉ እምበኣር ሂብኒ ኣዕሚቑ ዝተንፈሰ ምስ ውልቃዊ ጉዳይ ዝተኣሳሰር እዩ በለ ሮቦርት ክሳብ ክንድዚ ዳስቲን ዘረባ ሮቦርት ክሰምዕ ግዲ ከይገበረ፣ ኮምፒተራት ኤፍቢኣይ ንሃገራዊ መዓላ ደኣ እምበር ውልቃዊ ጥቕምኻ ከተቐድመለን ወይ መሰል ዜጋታትና ክትጥሕሰለን ኣይኮናን ተተኺለን። ዝብለካ ዘለኹ ንጹር ድዩ? ቍጥዐ ሓዊሱ ሓተቶም። እወ፣ ንጹር እዩ። ጽቡቕ። ተመሳሳሊ ነገር ንኻልኣይ ግዜ ምስ እትፍጽም፣ ሳዕቤኑ እንታይ ከም ዝኸውን ዝጠፍኣካ ኣይመስለንን። ብምባል ዳስቲን ተመሊሱ ኮፍ በለ። ወዲኤ ኣለኹ፣ ክትከይድ ትኽእል ኢኻ። ሮቦርት ብፍጥነት ናብ ቤት ጽሕፈቱ ኣትዩ ኢዱ እናንፈጥፈጠ ቴለፎን ኣልዓለ። ምሒር ብምሕራቑ ንትረይ እንታይ ከም ዝብሎ ኣይፈልጥን ዘሎ። ክልተ ሚእትን ክልተን ሰለስተ ሚእትን ዕስራን ኣርባዕተን ሰለስተ ዜሮ ዜሮ ዜሮ ኤፍቢኣይ መን ክብል ዝብል ድምፂ ሰምዐ። ንትረይ ደልየ ነይረ ሕራይ ሓንሳብ ፅናሕ። ድሕሪ ሓደ ደቒቕ ድምፂ ተባዕታይ ሰምዐ። ሄሎ፣ እንታይ ክሰምዓካ? ሮበርት ዘይተጸበዮ ድምጺ ብምስምዑ ቅልጡፍ መልሲ ክህብ ኣይከኣለን። እ ንትረይ ደልየ ነይረ በለ ብትሑት ድምጺ እናተጠራጠረ። ይቕሬታ፣ ንትረይ ክትረኽቦ ኣይትኽእልን ኢኻ። ሮበርት ወቕዕ ልቢ ከይገብረሉ ፈርሐ። ንምንታይ? ተቐይሩ ስለ ዝኾነ። ተቐይሩ? እወ፣ ብኸመይ ናበይ ተቐይሩ ናበይ እሞ ክብለካ እየ እዋእ ኣበይ ድዩ ዘሎ ሮቦርት ነቲ ዝጠፍአ ጠርጠረ ትማሊ ምሸት ገዛ ኣትዩ ስፖርት ንኽሰርሕ ምስ ወፀ ሓደጋ መኪና ኣጋጢምዎ ኣሎ ፈጻሚ ሓደጋ ምስ መኪኑ ተሰዊሩ ኣሎ ኣውቲስታ ሰኺሩ ይዝውር ነይሩ ክኸውን ኣለዎ። ትረይ ቦትኡ ሓልዩ ኣብ ማርሻፔዲ እንከሎ እዩ ጌጭኡ ሓምሳ ሜትሮ ዘንጠሮ። ዝድሕኑ እኳ ኣይመስለንን። ሮቦርት ቴለፎን ቀስ ገይሩ ዓጸወ። ርእሱ ጽርውርው ክብሎ ጀመረ። እንታይ እዩ ዝኸውን ዘሎ? ሞንቶ ባንክስ እምበኣር እቲ ምስኪን ዝመስል ሞንተ ድርዒ ኣለዎ መን እዩ ንሓቀኛ መንነቱ ክሽፍነሉ መሪጹ ዘሎ? ንምንታይ ከ? ሮቦርት ሓሰበ። ኦ ኣምላኸይ! ሰንበደ። ሱዛን ኣብ ኢድ መን ኣትያ ከም ዘላ ትፈልጥ የላን ማለት እዩ። ኣብ መንበሩ ንዘቐመጣ ጃኬት ኣልዒሉ ንሱዛን ክረክብ ካብ ቤት ጽሕፈቱ ወጸ። ሱዛን ምስ ሞንተ ኣብ ዝኣተውዎ ሓዱሽ ቪላ ከም ዘላ ሓበረቶ። ሮቦርት፣ ማኒባግስ ከም ህያብ ነቲ ቪላ ኣበርኪቱላዶ ይኸውን? እናበለ ናብ ውሽጢ ቪላ ኣተወ። ካብ ዘይርእያ ሰሙን ብምሕላፉ፣ ምስ ቀረበቶ ልቡ ሰለል ዝበለት ኮይኑ ተሰምዖ። ሱዛን፣ ክረኽበኪ ኢለ ስለ ዘገደድኩኺ ኣይትሓዝለይ። ንኸየሸግረኪ ቃል ከም ዝኣተኹ ኣይረሳዕኩን። ተረቢሽካ ኢኻ ኣዛሪብካና ብ ቴለፎን። እንታይ እዩ'ቲ ኣገዳሲ ዝበልካዮ ነገር? በለቶ ሱዛን ተሻቒላ ስለ ዝጸንሐት። ሮቦርት እንታይ ኢሉ ከም ዝጅምር ሓርበቶ። ሱዛን ካብ ሰብ መሰል ኣራዊት ከድሕነኪ እየ መጽየ። ኣነየ ሓቀኛ ኣፍቃሪኺ። ክብላ እሞ ክትስሕቆ እንከላ ተራእዮ። ሮቦርት ብዛዕባ ሞንተ ባንክስ እዩ። ሱዛን ቅርኒባ ስቒላ ጠመተቶ። እሞ እንተ እንታይ እሞ ብዛዕባኡ? ንሮበርት እውን ክነጽረሉ ዘይከኣለ ዘሎ ሕቶ ንሱ'ዩ። ከመይ ኢሉ'ዩ እሞ ኣብ ኤፍቢኣይ ዝሰርሕ ዓርኩ ብዛዕባ ሞንተ ኣጻርየለይ ምስ በልክዎ ተቐቲሉ ኢሉ ክሕብራ? ልክዕ'ዩ ድሕረ ባይታን መንነትን ሞንተ ማንም ክፈልጦ ከም ዘይድለ ሮበርት ኣብ ውሽጢ እዘን ዝሓለፋ ሰዓታት ብዘጋጠሙ ፍጻሜታት ርግጸኛ ክኸውን ክኢሉ ኣሎ። እንተኾነ ንሱዛን እንታይ ኢሉ ከም ዘረድኣ ሓርበቶ ዓቕሊ ጸቢብዎ ከእንፍተላ ጀመረ ሱዛን ሞንተ ከምቲ ንስኺ ዝመስለኪ ዓይነት ሰብ ኣይኮነን ንምንታይ ሮቦርት ዓቕሉ ጸቢብዎ ቀሪቡ ንኽልቲኡ ኢዳ ሓዘ እስኪ ሕሰብ እዩ እዚ ዅሉ ሃብቲ ካበይ ኣምጺዎ ትብሊ ሱዛን ፍሽኽ ኢላ ኣብ ሳሎን ኮፍ በለት ሮቦርት ስዒብዋ ኣብ ጥቓኣ ኮፍ በለ። ሞንቴ ግዙፍ ናይ ኣምጻእን ለኣኽን ዋኒን ከም ዘሎ ነጊረካ ምሽ ነይረ? ረሲዕኻዮ ዲኻ? ዝበለየ ቅዲ ፋሽን ክብልዎ እዚ እዩ በለ ሮቦርት ብለቡ ኣብ ክንዲ ጥርጣረ ጭቡጥ ነገር ሒዙ ክመጽእ ነይርዎ ብህውኽ ስጉምቱ ኣብ ቅድሚ ሱዛን ዓሻ ኮይኑ ዝረእ ዘሎ መሰሎ ሱዛን መልሱ ክትሰምዕ ምጽባያ ቀጸለት። ሮበርት ዘእምን መብርሂ ንኽህባ ሓሰበ። ንምንታይከ ከምኡ ኢልካ ሓቲትካኒ? ናይ ደሓን ዲኻ? ሱዛን መልሲ ምስ ደንጎየ ሓተተቶ። ሱዛን በቃ ንዓኺ ዝበቅዕ ሰብ ምዃኑን ዘይምዃኑን ክረጋግጽ ስለ ዝደለኹ እየ በላ ነቲ ቀንዲ ምኽንያት ብዝርዝር እንተ ነገራ እውን ከም ዘይተኣምኖ ፈሊጡ እዋይ ሮቦርት በለት ሽቐልቀል ዘብሎ ጉዳይ ንሱ ምዃኑ ምስ ፈለጠት። ይርድኣኒ እዩ ሱዛን፣ ምናልባት ምፍልላይና ክቕበሎ ብዘይምኽኣለይ ዝወስዶ ዘለኹ ስጉምቲ ክኸውን ይኽእል እዩ በላ ርእሱ ኣድኒኑ። ናብ ገዛኺ ክመጽእ ኣይነበረንን፣ ኣይትሓዝለይ። ምስ ኮነ እንደሞ ኮይኑ እምበር እወ ክትመጽእ ኣይነበረካን በለ ብልቡ ኮፍ ካብ ዝበለሉ እናተሰኤ። ሱዛን ካብ ሳሎን ተሲኣ ሓቖፈቶ። ሮቦርት ንዓይሲ ምኣስ ቀሊል ኮይኑ ይርድኣኒ'ዩ ጽቡቐይ ይርድኣኒ'ዩ እናበለት ኣብ ክሳዱ ተሸኩዐት። ከመይ ኢላያ እሞ ክትርድኦ? ሮቦርት ብዕድሉ ከማርር ጀመረ። ኣብ ልዕሊ መንጣሊኡ ብዝሓደሮ ጥርጣረ ዝተፈጥሩ ሕቶታት ንኽምልስ ዝፈለሞ መርመራ ምስ መንደቕ ተጋጭዩ ሃሳዪ ነብጸብራቕ መሊሱ ኣሎ። ጉዳዩ ናብ ቤት ጽሕፈት ኦኤንኣይ በጺሑ ኣብ ጸሊም መዝገብ ንኽሰፍር ምኽንያት ኣብ ርእሲ ምዃኑ ንእሙን ዓርኩ ትረይ ግዳይ ከም ዝኸውን ገይርዎ ኣሎ። ኩሉ እቲ ሓቂ እንተ ነገራ እውን ሱዛን ትኣምኖ ኣይትመስልን እያ። ኣጋጣሚ ዝፈጠሮም ክስተታት ክኾኑ ኣለዎም ኢላ ከም ትምልሰሉ ርግጸኛ እዩ። ሮቦርት ካብቶም ቀልጢፎም ተስፋ ዝቖርጹ ዓይነት ሰባት ኣይኮነን። ኣሎ ንዝተብሃለ መንገዲ ተጠቒሙ ብዛዕባ'ዚ ስዉር መንነት ዘለዎ ውልቀሰብ ከጻሪ ወሰነ። ንፋይናንሳዊ ጸብጻብ ሃብታማት ብምውጻእ ኣብ ዝፍለጥ መጋዚን ፎርፕስ ንዝሰርሕ ዓርኩ ደወለሉ። ሃይ ሮቦርት! ኣለኻ ዲኻ? ነዊሕ እዋን ኰይኑ። እንታይ ክሰምዓካ? ሮቦርት ከይተወላወለ ነገሮ። ሞንተባንክስ ብዛዕባ'ዚ ሃብታም ክገርመካ ንሕና'ውን ደንጽዩና'ዩ ዘሎ። ምስቶም ኣርባዕተ ሚእቲ ዝሃብተሙ ሰባት ክኣቱ ኣለዎ ኢልና ምስ ኣመንና፣ ብዛዕባ ፋይናንሳዊ ዓቕሙ ክንፈልጥ ኣብ ዝፈተንናሉ፣ ዝኾነ ሓበሬታ ክንረክብ ኣይከኣልናን። ገለ ትፈልጦ እንተሃልዩ ዘይትሕግዘና? ካብ ስሙ ዝሓልፍ ኣፍልጦ የብለይን። ብዛዕባ መንነት እዚ ሰብ እንተ ዝፈልጥ ንዓይ ምሓሸኒ። በለ ሮቦርት ብለበው። ሮቦርት ደኺመ ከይበለ ናብ ህዝባዊ ቤት ንባብ ብምኻድ እከለ መንዩ ንዝብላ መጻሕፍቲ ክገናጽል ጀመረ። ሞንተባንክስ ዝብል ስም ኣብ ዝርዝር ኣስማት ሃብታማት ክረክብ ብዘይምኽኣሉ ተገረመ። ናብ ኮምፒተር ቤት ንባብ ከይዱ ኣብ እዋን ሞንተ ሓደጋ ነፋሪት ኣጋጢምዎ ዝተባህለሉ መዓልታት ንዝነበራ ናይ ዝተፈላለያ ጋዜጣታት ሕታም ክፍትሽ ጀመረ። ሞንተ ዝበሃል ወናኒ ዓቢ ርእሰ ማል ካብቲ ሓደጋ ከም ዝደሓነ ዝገልጽ ዜና እንተዘይኮይኑ ተወሳኺ ሓበሬታ ኣስፊራ ዝተሓትመት ጋዜጣ ክረክብ ኣይከኣለን። ሮቦርት ተጠራጠረ፣ ከጸልሞ ይፍትን ከይህሉ ሰግኤ። ንጹህ ዜጋ እንተዘይከውን መንግስቲ ክከላኸለሉ ኣይምፈተነን በለ ብልቡ። ሕቡእ ምስጢር ዘለዎ ውልቀ ሰብ ተዝኸውን ነይሩ ሕጂ ብህይወት ኣይምሃለኹን ነይረ። ባዕለይ ዝፈጠርኩዎ ስእሊ ክኸውን ኣለዎ። ንሱ'ዩ'ቲ መልሲ። ንሱዛን ንምውሳዱ ክወሓጠለይ ስለ ዘይከኣለ፣ ከም ሰላይ፣ ማፍያ፣ ወይ ናይ ዕጸ ፋርስ ነጋዳይ ገይረ ጠርጢረዮ ኣለኹ ማለት'ዩ። ካብ ምቁር ሓዳር ናብ ናብራ ኮቴቴ ክትምለስ እንከለኻ ዝህሉ ጽምዋ ዝውጻእ ኣይኮነን። ዝነበረካ መታን ክትርስዕ ንሓንጎልካ ምሉእ መዓልቲ ኣብ ስራሕ ክትጸምዶ፣ ዝለመድካዮ ጠረን ብምስኣንካ ከይደቀስካ ኮፍ ኢልካ ንለይቲ ከተውግሖ ዝደጋገም ህይወት ትዕግስትን ትብዓትን ዝሓትት'ዩ። ሮቦርት ኣጋጢምዎ ዘሎ ኩነት እምበኣር እዚ'ዩ። ዘይጸንሖ ጠባያት ኣማዕቢሉ ባሕታውነት ብምምራጽ፣ ብናይ ተስፋ ምቑራጽ ማዕበል ንነብሱ የዳኽም ኣሎ። ምስ ሱዛን ንዘሕለፎ ጥዑም እዋን እናዘከረ፣ ብብስጭት ኣልኮል ክሰቲ'ዩ ዝውዕል። ነቶም ሓልዮት ተሰሚዕዎም ገዛ ንኽቕይር ዘማኽርዎ የዕሩኽቱ ብዓይኒ ጽልኢ'ዩ ዝጥምቶም። ኩሎም ክፍልታት ብዘይሃሱ ተዘክሮ ተቐቢኦም ሰላም ከልእዎ። ናፍቖት ምኽኣል ስኢኑ መማረሪ ኾነ። ኩሎም ህዋሳቱ ንድምጻ፣ ሽታኣ፣ ሰሓቓን ምዉቕ ኣካላታን ናፊቖም ዝኣደሙ ኮይኖም ተሰምዕዎ። ምስ ግዜ ብቐታሊ ናፍቖታ ምሒር ኽጉዳእ ጀመረ። ሕማቕ ዝረኣዩ የዕርኹቱን መሳርሕቱን ብኽነታቱ ዝያዳ ተሻቐሉ። ገለ ክንገብር ኣለና ብዝብል ሰናይ ተበግሶ ንሮቦርት ካብ ዝኣተዎ ሰጥሚ ከውጽእዎ ተጓየዩ። ሮቦርት፣ ባሕታዊ ክትከውን እሞ የብልካን። እንታይ ጽቡቕ ነገር ክትረክብ ኢኻ እሞ? ደሓር ከኣ ዘይርሳዕ ነገር የለን። ሱዛን ግን ትርሳዕ ኣይኮነትን። ሙሉእ ኣካላቱ ንእትምግብ ልቡ ዝመንዝዐት ንሓዋሩ ዘፍቅራ መድሃኒት እያ። ንለውጢ ድሉው ብዘይምንባሩ ነዕርኽቱ ክጸልኦም ጀመረ። ተስፋ ክቆርጹ'ዮም እንዳበሎም እንከሎ መሊሶም ጻዕሮም ዘዛይዱ ዘለዉ መሰሎ። ምስ ብዙሓት ምልኩዓት ደቂ ኣንስትዮ ከላልይዎ ፈተኑ። ሞዴሊስት፣ ጸሓፍቲ፣ ጠበቓታት፣ ኮታስ ወዲ ተባዕታይ ዓይኑ ከየዕረፈለን ዘይሓልፍ ምሩጻት ከምጽኡሉ ጀመሩ። ንሮበርት ግን ከም ሱዛን ክኾናሉ ኣይከኣላን። ተገዲዱ ቆጸራ ገይሩ ምስእን ክራኸብ ከሎ ጭንቀት ክገብራሉ ጀመራ። ተባዕታዊ ስምዒቱ ከዕግብ እውን ኣይከኣለን። የዕሩኽቱ ደጊሞም እኳ እንተ ፈተኑ፣ ሮቦርት ሓንገደ። ናብ ሕሉፍ ህይወቱ ጥራሕ ክምለስ ተመነየ። ናብዚ ደረጃ ንዘብጽሕዎ ጌጋታት እውን ዘከረ። ሲኣይኤ ስልኩ ኣጋጢምዎ ኣሎ። ድሮ'ውን ላሓዂ ናይዞም ኣገደስቲ ሰነዳት ቅድሚ ኣዋርሕ ዝፈለመ ምዃኑ ኣባላት ሲኣይኤ ከረጋግጽዎ ክኢሎም ኣለዉ። ፈጻሚ እዚ ጥሕሰት ፎክስ ብዝብል ናይ ኮድ ስም ዝፍለጥ ምኩር ሰላይ ምዃኑ'ውን ተረጋጊጹ'ሎ። ኣይትሓዘለይ ኣድሚራል፣ ምርጫይ ኣይኮነን ክብል ከሎ ዘከረ። ሮበርት ኣብ ምርጭኡ ክጸንዕ ብዘይምኽኣሉ ምሒር ተጣዕሰ። ኣንጻር ተፈጥሮኣዊ ሕግታት ምዃኑ እናፈለጠ ንግዜ ንድሕሪት ክመልስ ተመነየ። ምስ ግዜ ቀሰይ እናበለ ንዘለዎ ምርጫታት ከለልይ ጀመረ። ካብ ባሕታውነት ተናጊፉ ቀስ ብቐስ ናብ ንቡር መዓልታዊ ንጥፈታቱ ተመልሰ። ኣስቤዛ ምግባር፣ ክዳውንቲ ኣብ ህዝባዊ ቤት ንባብ ሕጽቦ እናኸደ ምሕጻብ፣ መግቡ ምብሳል ጀመረ። ሽዱሽተ ናይ ቀጨውጨው ኣዋርሕ ኣሕሊፉ፣ ተረጋጊኤ እናበለ እንከሎ ግን ናብ ዝጸንሖ ኩነት ክመልሶ ዝኽእል ሓደ ኣጋጣሚ ተፈጥረ። ብተደጋጋሚ ዝነጽጋ ኣብ ዋሽንግተን ትነብር ምልክዕቲ ዲዛይነር፣ ኣብ ገዛኣ ድራር ክተጋብዞ ከም እትደሊ ክትነግሮ ቴለፎን ደወለት። ሮበርት ኣብ ተዛማዲ ርጉእ ኩነታት ብምንባሩ ኣወንታዊ ምላሽ ሂቡ ኣብ ዝዓደመቶ ሰዓት ኣብ ገዝኣ ተረኽበ። ብሽምዓ ዝማዕረገ ናይ ድራር ግብጃ ኣዳልያ ምስ ጸንሓቶ ኣዝዩ ተገረመ። ዋው! ንፍዕቲ ከሻኒት ኢኺ! በላ ነቲ ጥዑም መግቢ እናበልዐ። ኣብ ኩሉ የንፍዕቲ! ዘረባኣ ሃንደበት ኮይንዎ እንታይ ኢሉ ከም ዝምልሰላ ክሓስብ ጀመረ። ዕድል ኣይሃበቶን። ብያቲ ሓዲጋ ካብ ኮፍ ዝበለትሉ ብምትንሳእ ክትስዕሞ ጀመረት። እንታይ ዓይነት ጓል'የ ረኺበ ኢሉ እንክሓስብ፣ ኢዳ ሰዲዳ ኣብ መንጎ ሰለፉ ዓትዓተቶ። ኣብ ኩሉ'የ ንፍዕቲ። ዓንቃ ዓንቃ እናስተንፈሰት ንኸናፍሩ ከም ሌካሌካ ክትመጾን ጀመረት። ድሕሪ ነዊሕ ትጽቢት፣ ሮቦርት ተመነየ። ተመስገን ብኸመይ ናብ መደቀሲ ደይቦም ኣይተረድኦን ምስ ትንፋስ ክሳዕ ዝስእን ሰዓመቶ ክዳውንቱ ከተምልቖሉ ጀመረት ሮቦርት ብፍጹም ኣይተጸበዮን ተሸቝሪሩ ብሕፍረት ምሉእ ኣካላቱ ከንፈጥፈጥ ጀመረ ኣጆኻ ይትፍራሕ ከትረጋግኦ ፈተነት ስዒቡ ዝመጸ ለውጢ ግን ኣይነበረን ርክብ ከይፈጸመ ሕፍረት ተጐልቢቡ ናብ ገዝኡ ተመልሰ ሱዛን እንታይኺ ጌርክለይ? እናበለ ምሉእ ለይቲ ኸማርር ሓደረ። ድሕሪ ሰሙን በቲ ዘጋጠሞ ኩነታት ተሻቒሉ ናብ ፈተነ ክኣቱ ወሰነ። ምስታ ጽቡቕ እትቐርቦ ኣብ ኦኤንኣይ እትሰርሕ ጸሓፊት ጸመደ። መዓልቲ ፈተነ ክትበጽሕ ብዙሕ ኣይተጸበየን። ከም ጠባያ ኣብ ዓራት እውን ኣዝያ ፈጣን እያ። እንተኾነ ንዝደስከለ ስምዒቱ ክተበራብር ኣይከኣለትን። እቲ ዝኸፍኤ ንሱዛን ዝዓትዓተ ኮይኑ ምስ ተራእዮ ነጢሩ ካብቲ ዓራት ወረደ። ብድሕሪ እዛ ፍጻመ ፈተነ ንኸይገብር ወሰነ። ስምዒቱ ንሱዛን ጥራሕ ከም ዘለለ ኣመነ። ናብ ዶክተር ክቐርብ እኳ ተሓሰበ፣ ሕፍረት ተሰሚዕዎ ንሓሳቡ ኣዋደቐ። ንኹሉ ክፉእ ንምርሳዕ ብምሉእ ዓቕሙ ኣብ ስራሕ ክጽመድ ወሰነ። ሱዛን እዚ ኹሉ ክኸውን ከሎ ፍጹም ኣፍልጦ ኣይነበራን። ኣብ ሰሙን ሓንሳእ እናደወለት ደሃዩ ትገብር ነበረት። ሮቦርት ኣብ ላውንድሪ ንዘእተኻዮ ክዳውንትኻ ከይትርስዖ ወይ ገዛ ተጻራርየልካ ሰራሕተኛ ሰዲደልካ ኣለኹ ፋሕፋሕ ኣቢልካዮ ትኸውን ኢኻ እናበለት ካብ ጽምዋ ዘናገፈቶ እናመሰላ ቃንዝኡ ከተግድድ ትውዕል ነበረት። ሮበርት ቅድሚ መዓልቲ መርዓ ምስ ሱዛን ብቴለፎን ንዘካየድዎ ዝርርብ ፈጺሙ ኣይርስዖን እዩ። መርዓ ጽባሕ ከም ዝኾነ ክዘክረካ ኢለ'የ። በለቶ እናተሰከፈት ኣብቲ ጽምብል ክርከብ ስለ ዝደለየት። ምስትንፋስ ክሳብ ዝስእን ዓቕሉ ጸበቦ። እንታይ ኢሉ ከም ዝምልሰላ ሓርበቶ። እንኳዕ ሓጎሰኪ። ኖእ ወይ ከኣ ሃዲም ክምጽ እሞ ንሕና ዳግማይ ንምርዖ ሮቦርት ንብዓት ቁጽርጽር በሎ ሱዛን ገለ ክብላ እናሓሰበ ንሞንተ የፍቅሮ እየ ቀደመቶ ሱዛን ንዓኻ እውን ከምኡ ትሰምዖ ዘለኻ ጽላለ ክመስለካ ይኽእል እዩ እቲ ሓቂ ግን ንስ እዩ ክሳዕ ዕለተ ሞተይ ክፈትወካ እየ ሓደራኻ ነዚ ሕጂ ዝበልኳ ኸይትርስዕ ክሳዕ መወዳእታይ ካብ ልበይ ኣይክትወጽእን ኢኻ። ትሰምዓኒ ኣለኻ? ሱዛን ተደፋነቐት። ከምዚ ዓይነት ልቢ ዘምክኽ ዘረባ እናተዛረበት እንታይ ክብላያ ትጽበን? ተፈላሊኻ ናብራ ኣይኮነን ኢሉ ድዩ ክረድኣ? ሮቦርት! ደሓን ዲኻ? በጃኻ ግለ በለኒ። ደሓን እየ። እንታይ ከይከውን ትንፋስ ዝተዓደለ ስምዒት ኣልቦ ፍጡር ኰይነ እምበር ደሓን እየ በለ ብልቡ። ሮበርት ብሰንኪ ምርጭኡ ኣብ ዝሰዓበ ታኼላ ክሸማ ኣይደለየን። ተገዲዳ ኣብ ዝመረጸቶ ሓድሽ ህይወት እሾኽ ንኸይኰና ምስ ነፍሱ ቃል ኣተወ። ደሓን እየ ሱዚ፣ ሓንቲ ነገር ጥራሕ ከሸግረኪ ፍቓደኛ ዲኺ? ዝኽእሎ ይኹን እምበር ኣየናይ ኰይኑ? በጃኺ ሱዚ፣ በጃኺ ኣብ ሕጽኖትና ናብ ዝኸድናለን ቦታታት ከይትወስድዮ። ቴለፎን ምስ ዓጸወ፣ ካብ ገዝኡ ወጺኡ ናብ እንዳ ባር ብምእታው ምሉእ ለይቲ ክሰቲ ሓደረ። እዚ ኹሉ ቅድሚ ሓደ ዓመት ዘጋጠመ እዩ። ኣብ ዝሰዕባ ዓሰርተ ክልተ ኣዋርሕ ንኹንነት ከይፈተወ ክቕበሎ ተገዲዱ ኣሎ። ሱዛን ድሕሪ ደጊም ኣይናቱን እያ። ንሕሉፍ ሓዲጉ ኣብ ህሉው ክነብር ኣለዎ። ዝጽበዮ ስራሕ ኣሎ። ሌዝሊ ማዘርሸድ ምስ ዝተባህለ ኣብ እዋን ምሕምሻሽ በራሪ ዲስክ ናይ ዝነበሩ ውልቀሰባት ምሉእ ስምን ኣድራሻን ከም ዝሓዘ ምሰ ዝእመነሉ ሰላይ ዝራኸበሉ ግዜ ኣኺሉ ኣሎ። ሌዝሊ ማዘርሸድ ብምሒር ታሕጓስ ክፍንጫሕ ደልዩ ኣሎ። ምስ ሃብታማት ዓለም ክትጽንብሮ ተስፋ ዘንበረላ ካሜራኡ ብምሓዝ ናብ ዓዲ እንግሊዝ ምስ ተመልሰ፣ ከዕርፍ ከይበለ ብቕጽበት ኣብ ውሽጢ ገዝኡ ናብ እትርከብ ጸባብ ክፍሊ መጸለሚ ፊልም ዳርክ ሩም ኣተወ። ናብ ስራሕ ቅድሚ ምእታዉ ኣብ ውሽጢ እታ ክፍሊ ኩሉ ነገር ተማሊኡ ምህላዉ ኣረጋገጸ። ንመሕጸቢ ፊልም ዝጥቀመሉ ንኣሽቱ ሸሓነታት፣ ቴርሞሜተር፣ ንእስ ዝበላ መንቀርቀር፣ ኣርባዕተ ዓበይቲ ናይ ጠራሙዝ ብርጭቆታት፣ ንመቆጻጸሪ መስርሕ እትጠቅም ኤለትሮኒካዊት ሰዓት፣ ንመሕጸብን መማዕበልን ፊልም ዝጠቕሙ ቀመማት፣ ከምኡ'ውን ኣብ ምዝዛም እቲ መስርሕ ዝጥቀመሎም ፈኮስቲ ኬሚካላት ምህላዎም ምስ ኣረጋገጸ፣ ንደሚቕ መብራህቲ እቲ ክፍሊ ብምጥፋእ፣ ሃሳስ ቀይሕ መብራህቲ ወሊዑ ስርሑ ንምፍላም ተዳለወ። ፈጥፈጥ ብዝብላ ዘለዋ የእዳዉ ኣብኡ ተንደርፍ ንዝተጠቕመላ ካሜራ ኣልዓለ። ኣብ ውሽጢ እታ ካሜራ ንዘሎ ፊልም ምስ ጠምጠመ፣ ዓሚቕ ትንፋስ ብምስሓብ ንሰቨር ፊልም ናይታ ካሜራ ክኸፍቶ ጀመረ። ጌጋ ተባህለ ክገብር የብለይን እንተ ኸም ገለ ኢለ ተጋጌ ቢልዮናት ከም ዝኸሰርኩ እዩ በለ ብልቡ ንጥምጣም ፊልም ካብ ካሜርኡ እናውፀየ ተጠንቂቐ እወ ብዘይ ጌጋ ርግእ ኢለ ክሰርሕ ኣሎኒ ኣደ ኩሉ እቲ ብሕጂ ዝረኽቦ ሽሻይ ናትኪ ጸጋ እዩ ብኣይ ስለ ዝኣመንኪ። ካብታ ካሜራ ንዘውጽኦ ጥቕላል ፊልም ኣብ ሓደ ካብተን መማዕበሊ ኬሚካል ዝሓዘ ሸሓነታት ኣእተዎ። ቀዳማይ መስርሕ ምምዕባል ፊልም ብግቡእ ክዛዘም እንተኾይኑ፣ እቲ ፊልም ናይ ስሳን ሸሞንተን ዲግሪ ሰንቲግሬት ዓቐን ሙቖት ንውሱን ግዜ ክረክብ ኣለዎ። እንተደኣ ውረድ ደይብ ዓቐን ሙቖት ኣጋጢሙ ወይ ከኣ ፊልም ኣብ ኬሚካል ክጸንሓሉ ዝግባእ ግዜ እንተነውሒው፣ ስእልታት ከባላሸው ዘሎ ተኽእሎ ልዑል እዩ። ሌዝሊ ነዚ ስለ ዝፈልጥ ሙቖት ፊልም ዝስበነሉ ኬሚካል ብጥንቃቐ እናተቖጻጸረ ንዓሰርተ ሓደ ደቓይቕ ተጸበየ። ነቲ ፊልም ካብቲ ሸሓኒ ብምውጻእ ንመሕጸቢ ፊልም ዘገልግል ኬሚካል ናብ ዝሓዘ ካልእ ሸሓኒ ኣእተዎ። እታ ዝደቐቐት ጌጋ ንኸይትፍጸም ኣዝዩ ይጥንቀቕ ብምህላዉ ጭንቀት ፈጢርሉ ዓሚቝ ትንፋስ ኣስተንፈሰ። ድሕሪ ሓደ ደቒቕ ነቲ ፈላሚ ናይ ምሕጻብ መስርሑ ዝወድኤ ፊልም ካብ ዝጸንሖ ሸሓኒ ብምውጻእ ኣብ ጽሩይ ማይ ዝሓዘ ብርጭቆ ኣእትዩ ንዓሰርተ ደቓይቕ ተጸበየ። ነቲ ፊልም ዘርጊሑ ቀጻልን ሚዛናዊ ፍጥነቱ ብዝሓለወ ኣገባብን ኣብ ውሽጢ ካልእ መሕጸቢ ኬሚካል ንክልተ ደቓይቕ ኣለኾ። ፊልም ነዚ መስርሕ ምስ ዛዘመ እንደገና ንዓሰርተ ክልተ ደቓይቕ ኣብ ጽሩይ ማይ ተኣሊኹ ጸንሐ። ቀጺሉ ዝስዕብ መስርሕ ጥንቃቐን ኣተኩሮን ዝሓትት ምስ ምዃኑ ሌዝሊ ኤሌክትሮኒካዊ ሰዓት ተመልከተ። ፊልም ኣብ ጽሩይ ማይ ክጸንሓሉ ዝግብኦ ግዜ ምስ ኣኸለ ተቐላጢፉ ኣብ ኣሉታ ናይቲ ፊልም ክህሉ ንዝኽእሉ ዘይተደልዩን ዘይነጸሩ ነጠብጣባት ናብ ዘጽሪ ኬሚካል ብምእታው ሰላሳ ካልኢታት ተጸበየ። እዚ መስርሕ ብጽቡቕ እንተ ደኣ ተዛዚሙ ኣብቲ ፊልም ዝተርፍ ኣሉታ ንጹር ኮይኑ ክወጽእ እዩ። ግዜ ምስ ኣኸለ ኩሉ ደረጃታት ሓሊፉ ናብቲ መወዳእታ መስርሕ ንዝበጽሐ ጥቕላል ፊልም መንቀርቅር ተጠቒሙ ብምዝርጋሕ ኣብ ወሽጢ እታ ጸባብ ክፍሊ ኣብ ዘሎ ቀጢን ገመድ ክሰጥሖ ጀመረ። ቀሰይ ገርሁ ፍሉይ መጽረጊ ብምጥቃም ኣብ ፊልም ክተርፍ ንዝኽእል ኬሚካል ብምጽራግ ፊልም ክሳብ ዝነቕጸሉ ተጸበየ። ንሰዓቱ ምስ ተመልከተ ደረጃ ምዕባለ ፊልም ክግምግመሉ ዝኽእል ግዜ ከም ዝኣኸለ ተገንዘበ። ሌዝሊ ሄርበት ልቡ ክሳብ ዝስማዕ ትንፋሱ ሓቢኡ ንፊልም ተጠንቂቑ ብምልዓል ናብቲ ቀይሕ መብራህቲ ቀረበ ከመይ ድየ ክጽብቕ ኣዋይ ክጽብቕ ብነብሱ ኣዝዩ ተሓበነ ንዅሎም ኣብ ፊልም ዘለዉ ስእልታት ቀስ ገይሩ እናረኣየ ጽፈት ስርሑ ምስ ኣረጋገጸ ብባህታ ተወጠረ ኩሎም ስእልታቱ ብኻልኦት ሰኣልቲ ክሰኣሉስ ይትረፍ ብሕልሚ ክረኣዩ እኳ ዘይክእሉ ናይ ብሉጻት ብሉጽ ብምዃኖም ኣሚኑ ተመክሐ። ብጥንቃቐ ንዘጸለሞ ፊልም ኣብ ናይ ስእሊ ወረቐት ብምውጻእ ነቲ ተነቃፊ መስርሕ ዛዘመ። በራሪት ዲስክ ምስቶም ክልተ ኣብ ውሽጣ ዝነበሩ ዘይምድራውያን ፍጡራት ኣብ ዳርጋ ኩለን ስእልታቱ ብንጹር ይረኣዩ ምህላዎም ኣረጋገጸ። ኣብ እዋን ምስኣል ዘየስተብሃሎ ነገር ኣብ ሓንቲ ካብቶም ስእልታት ተመልከተ። ኣብ በራሪት ዲስክ ሰለስተ መናብር ከም ዘለዉ ኣስተብሃለ። ክልተ ካብዚኦም በቶም ዝሞቱ ፍጡራት ተሓዚኦም ኣለዉ፣ እታ ሳልሰይቲ ግን። ሳልሳይ መንብር ደኣ መን ነይርዋ? ሓሰበ ሌዝሊ። ምናልባት ንፉዓት ኣብረርቲ ኢና በሃልቲ ኰይኖም ንሳልሳዮም ሓዲጎም መጺኦም ክዀኑ ኣለዎም፣ በለ ሌዝሊ ምስ ስእልታቱ ክዛረብ እናጀመረ። ካልእ ስእሊ ምስ ረኣየ፣ ኢድ ናይ ሓደ ካብቶም ክልተ ዘይምድራውያን ፍጡራት ተቖሪጹ ከም ዘሎ ኣስተብሃለ። ኣብ ከባቢ እታ በራሪት ዝተቖርጸ ኢድ ወዲቑ ነይሩ ንኸይከውን ንኹለን ስእልታቱ ፈተሸ። ክረክብ ግን ኣይከኣለን። ምናልባት እቲ ካፒተን ስንኩል ነይሩ ኸይከውን? ብምባል ካርካር ኢሉ ሰሓቐ። ኣታ ኣምላኽ! ኩለን ስእልታተይ እኮ'የን ብሉጻት። ኣደይ ሓቃ'ያ ነይራ። ናይ ብሓቂ በሊሕ ሰብ እየ። ንጸባብ መማዕበሊ ፊልም ዝጥቀመላ ክፍሉ ክጥምት ጀመረ። ካብ ሕጂ ተጸጊምካ ምስራሕ ዝበሃል ክተርፍ እዩ። ተፈላጥነት ምስ ረኸብኩ ንስእልታተይ ኣብ ኢቶን ኣደባባይ ኣብ ዝገዝኦ ሰፊሕ ቪላ ኣብ ዝኸፍቶ ብሉጽ ስቱድዮ ኮይነ ከማዕብሎ እየ። ሌዝሊ መጠን ሽያጥ ነፍሲ ወከፍ ስእልታቱ ብምግማት ንዝመጽእ ድምር ዋጋ ምስ ፈለጠ ኣዝዩ ሰንበደ። ብሕልሙ እውን ተራእይዎ ዘይፈልጥ መጠን ገንዘብ ምዃኑ ኣመነ። ስእልታቱ ንምርካብ ጨረታ ዘይተኣቱ ጋዜጣ ወይ መጋዚን ኣይከተሎን እያ። ቅድሚ ሕጂ ብተደጋጋሚ ይቕበሎም ንዝነበረ ተነጺጉ ዝብሉ መልእኽታት ዘኪሩ ካብ ልቡ ሰሓቐ። ደለይቲ እንዳደወሉ ከጨንቕዎ ተራእይዎ ደጊም ኩሉ ነገር በንጻሩ ከም ዝኸውን ተኣማመነ። ደረጃ ዘይሓለዉ ስእልታት ብምስዳድካ ክንቅበለካ ኣይከኣልናን። ምስ ናይ ይቕሬታ መሰነይታ ኣተሓሒዝና ስእልታትካ ንመልሶ ኣሎና። ንተገዳስነትካ እናመስገና፣ ስእልታትካ ምስ ዘለዉና ስእልታት ምምስሳል ስለ ዘለዎም ንመልሶም ኣሎና። ይቕሬታ፣ ስእልታትካ ንድሌትና ዘዕግቡ ኣይኮኑን። ንዝብሉ ምስ ስእልታቱ ዝምለሱ ንዝነበሩ ሓጺር መልእኽቲ ዘከረ። ንዓመታት ብኣዳለውቲ ዓምድታትን መጽሔታትን ተገፊዑ እዩ። ደጊም ይኣክል። ዝልመን ንሱ ክኸውን እዩ። ደስ እንተ ዘይልዎ ክኸልኦም፣ እንተ ተበሪህዎ ክህቦም ንዑ ዝግደፍ ኮይኑ ኣሎ። ብዝበሎም ዋጋ ክገዝእሉ ክልምንዎ እዮም። ግዜ ከባኽን ኣይደለየን። ሞባይሉ ከይጥቀም ናይ ክልተ ወርሒ ሕሳብ ብዘይምኽፋሉ ብሪቲሽ ቴሌኮሙኒኬሽን መስመሩ ዓጺሉ ኣሎ። ህዝባዊ ቴለፎን ንክጥቀም ገዙ ዓጽዩ ናብ ጎደና ወጸ። ሃንደበት ናብቶም ህቡባት ሰባት ዝኣትውሉን ላንጋንስ ሬስቶራንት ብምእታው ከምቶም ሰባት ኣማሪጹ ንክምሳሕ ወሰነ። ቅድሚ ሕጂ ናብዚ ሬስቶራንት ክኣቱ ዓቕሚ ገንዘቡ ኣየፍቅደሉን እዩ ነይሩ። ካብ ሕጂ ግን ኩሉ ከም ሕሉፍ ዛንታ ኮይኑ ክተርፍ እዩ። ድሮ እኳ ናብቲ ሬስቶራንት ምእታው ተራ ነገር ኮይኑ ክረኣዮ ጀሚሩ ኣሎ። ኣይ ጽባሕ እንድዩ ግዲ ሚልዮኖር ክኸውን። ኣሳሳዪ ብፍሕሹው ሰላምታ ተቐቢሉ መሪሕዎ ናብ መመገቢ ጣውላ ብምውሳድ፣ ሌዝሊ ኮፍ ክሳዕ ዝብል ተጸብዩ ዝርዝር ዓይነት መግብታት ንዝሓዘ ደብተር ኣረኪብዎ ከደ። ሌዝሊ ኣብ ውሽጢ ሬስቶራንት ናብ ዝነበረት ናይ መንደቕ ቴለፎን ክጥምት ምስ ተጠውየ፣ ንምሉእ ኣካላቱ ተዘ ዘብልዎ ሰባት ረኣየ። ህቡባት ሰባት ምስ ዝርኢ ከምኡ እዩ ዝገብሮ። ሚኪኤል ሞር ከምኡውን ማይክል ኬይን ናይ ብሓቂ ብኣካል ርኺበዮም በለ ብልቡ ክትስእ እናደለየ ኣዲኡ ብህይወት ሃልያ ብዛዕባ እዞም ህቡባት ተዋሳእቲ ክዕላ ተመነ ክልቲኦም ተዋሳእቲ ኣብ ልዕሊ ህይወት ግዲ ዘለዎም ኣይመስሉን እዮም ሌዝሊ ከይተረድኦ የዒንቱ ኣፍጢጡ ክጥምቶም ጀመረ። ነብሶም ግዲ ነጊርዎም ክልቲኦም ተጠውዮም ቁሊሕ ድሕሪ ምባል ህልውና ሌዝሊ ዕጂብ ከይበሎም መኣዝኖም ጠውዮም ዕላሎም ቀጸሉ። ድቅዛ ገለ በለ ሌዝሊ ኣብ ልዕሊኡ ግዳሴ ብዘይምርኣዮም ሓሪቑ። ኣነ ድየ መጺኤ ፈርሙለይ ክብሎም ተጸብዮም መሲልዎም እምበር ድሕሪ ውሱናት መዓልታት ንሶም ክልሙኑን እዮም። ምስ ፈተውቶምን ቀረብቶምን ከላልዩኒ ኣብ ብርከይ ክወድቁ እዮም። ሌዝሊ ይበሃል። ዳንኤል ቻርለስ ተላለይዎ እቲ ውሩይ ሰኣላ እዩ። ፈርጌ ኣንድሬው ንዑ ተላለይዎ እቲ ህቡብ ሰኣላይ እኳ እዩ። ሌዝሊ ማዘርሸድ ይብሃል። ሰላም በልዎ። ንዓና ደቂ ሰባት ምስ ዘይምድራውያን ፍጡራት ዘላለየና ንሱ'ዩ። ኦው! እቲ ኩነታት ከመይ ከም ዝነብረ ባዕ ኣለና? ኣብ ሕልምታቱ እንዳንሳፈፈ፣ ምስሑ ተመሲሑ ምስ ወደኤ ነቶም ህቡባት ተዋሳእቲ ሓሊፉ፣ ኣብ መንደቕ ሬስቶራንት ለጊባ ናብ ዘላ ቴለፎን ኣምርሐ። ኣድራሻታት ቁጽሪ ቴለፎን ካብ ዝሓዘ ዓቢ መጽሓፍ ቁጽሪ ቴለፎን ጋዜጣ ዘሳን ብምውሳድ፣ ክድውል ጀመረ። ሄሎው ንኣሰናዳኢ ጋዜጣ ዘሳንዮ ደለ። ካልኢታት ተጸብዩ ድምጺ ተባዕታይ ሰምዐ። ቻፕማን ይበሃል። መን ክብል? በራሪ ዲስክ ምስ ክልተ ካብ ካልእ ፕላኔት ዝመጹ ፍጡራት ዘርእዩ ስእልታት ዶ ትደልዩ? ሓቂ ዝመስሉ እንተኾይኖም ምናልባት ኣብ ዓምዲ ርቀት ፎቶግራፍ ከነውጽኦም ንኽእል ኢና። ሌዝሊ ዘባጭወሉ ኣይፈቱን እዩ። ዝጻወት ዘለኹ መሲሉኩም ምሽ ብርኩኹም ክሳብ ዝልሕጸጽ ደጊምኩም ክትልሙንን ኢኹም በለ ብልቡ ከምቲ ትግምቶ ዘለኻ ተዘይኮንኸ ስእልታተይ ሰንዓ ከም ዘይኮኑ ናይ ዝምስክሩ ትሽዓተ ሰባት ስም ዝርዝር ኣሎኒ ከማን ሓደ ካብኦም ቀሺ እዩ ከባጭኡ ዝጸንሐ ኣሰናዳኢ ጋዜጣ ዕትብ ክብል ጀመረ ብሓቂ ኣበይ ኢኻ ነዞም ስእልታት ስኢልካዮም? ሌዝሊ ክታለል ኣይመረጸን። ኣበይ ተሳኢሉ ብዘየገድስ በሎ ምስጢር ንኸየውጽእ እናተጠንቀቐ። ትደልዩ ዲኹም ኣይትደልዩን? ስእልታትካ ሓቀኛ ክስተት ዝሰነዱ ምዃኖም መረጋገጺ ትህበና እንድሕር ኮይንካ ንምንታይ ዘይንደሊ? ንደሊ እምበር! ከመይ ኢልኩምም እሞ ኣይንደልን ክትብሉኒ ዘዋፅኣኒ ሓሲበ ክድውለልኩም እየ ብምባል ሌዝሊ ቴሌፎን ዓፀወ ኩሉ ግዜ ተደላይ ክትከውን ኣለካ ኩሉ ግዜ ቀፂሉ ናብ ክልተ ዝተፈላለያ ጋዜጣታት ደወለ ክልትኤን ኣወንታዊ ድልትን ብምግላፀን ኩርዓት ተሰምዖ መን ከማይ ዝብል ስምዒት ክሓድሩ ጀመረ ኣብ እዋን ክስተት ዝርዝር ኣስማት እቶም በጻሕቲ ክምዝግብ ምውሳኑ፣ በተን ጋዜጣታት ንዝቕረበሉ ናይ መሰኻክር ሕቶ ዝምልሽ ረቂቕ ብልሓት ምዃኑ ብምግንዛብ ንነብሱ ናኣደ። ስእልታቱ ብርቂ ክኾናየን። ተማህሊሉ ከም ናቱ ዝመሳሰል ስእሊ ክስንድ ዝኽእል ሰኣላይ ኣይክህሉን እዩ። ጋዜጣታትን መጽሔታትን ዓለም ንስእልታቱ ኣብ ቀዳማይ ገጽ ኣስፊረን ከሕትማየን። ዓለም ስመይ ንዝተጻሕፎ ስእልታት ክትርእያ ሌዝሊ ማዜርሸድ ሌዝሊ ማዘርሸድ ኣኽእሎ ስኢኑ ካብ ሬስቶራንት ንኽወጽእ ተበገሰ ሃንደበት ሓድሽ ሓሳብ ቅጅል ኢልዎ ናብቶም ክልተ ውርያት ተዋሳእቲ ሰጎመ ኣየ ይትሓዙለይ ስለ ዝረበሽኩኹም ኣድናቒኹም እየ መዘከርታ ክኾነኒ ባፈሩምለይ በሎም ምስኪንክን እናበለ ንሓድሕዶም ተጠማሚቶም ፍሽኽ ድሕሪ ምባል ወረቐት ኣውፂኦም ስሞምን ክታሞምን ኣንቢሮም ንሌዝሊ ሃብዎም የቕንየለይ ሌዝሊ ማዕፆ ሬስቶራንት ኸፊቱ ምስ ወፀ ፌርማ ንዘንበርሉ ወረቐት ክጨራርሞ ጀመረ መንደቕ ገሃፁ በለ ኣብ መሬት ናብ ዝደርበዮ ቁርፅራፅ ወረቓቕቲ እናጠመተ ካብ ሕጂ ንደሓር ኣነ እየ ልዕሊኹም ኣነ እየ ልዕሊኹም ዝስራቕ ምዕራፍ ዓሰርተ ትሽዓተ ሮቦርት ካብ መዕልቦ ነፈርቲ ዊትዝሮ ወጺኡ ታክሲ ተሰቕለ። ብማእከል ንግድን ሸቐጥን ከተማ ለንደን ኣቢሎም ንፍሉጣት ጎደናታት ብምሕላፍ ዋይት ቻፐል ኣብ ዝበሃል ገዛውቲ ምስ በጽሑ ሮቦርት ንበዓል ታክሲ ህድእ ኢሉ ክኸይድ ሓበሮ። ኣብ ጎደናታት ዋይት ቻፐል ብዝርከቡ ካብ ክዳውንቲ ጀሚርካ ክሳዕ ኣሕምልትን ምንጻፋትን ዝሸጡ ዝተፈላለዩ ድኳናት እንዳተመሰጠ እናሸዓበ መዝገቡ ሰፊሩ ንዘሎ ኣድራሻ ምርኣይ ቀጸለ። ቀሪበ በለ ብልቡ። ናብ ማእከል እቲ ገዛውቲ ክኣቱ ምስ ጀመረ እቶም ኣፓርታማ እናኣረጉ ዝኸዱ ዘለዉ ኮይኖም ተራእይዎም። ኣብ ፈቐዶ መናድቕ ተሳኢሎም ንዘለዉ ስእልታት ክርኢ ድሕሪ ምጽናሕ ሰዓቱ ተመልከተ። ሰለሰን ርብዕን ናይ ድሕሪ ቀትሪ ኣብ ገዝኡ ይጸንሓኒ ይኸውን ሓሰበ። ባር ዌቨርስ ንዝብል ታቤላ ምስ ኣንበበ፣ ሮቦርት ሌዝሊ ዝዘናጋዓሉ ባር ክኸውን ኣለዎ ብምባል ሓሰበ። ከባቢኡ ንምጽናዕ ብናይ ጎድኒ መስትያት ክምልከት ጀመረ። ዋልተር ካሲኖ ዝብል ታቤላ ኣንበበ። ሌዝሊ ጣላዕ ዝፈቱ እንተኾይኑ ኣብዚ ይኸኣቱ በለ ብልቡ። ስርሑን ጠባይን ኣገዲዶሞ ሮቦርት ኣብ ልዕሊ እቲ ገዛውቲ ንኡስ መጽናዕቲ ኣካየደ። ቁሩብ ደቓይቕ ተጓዒዙ ኣብ ጎደና ጉሩቭ ክልተ ሚእትን ዓሰርተ ሰለስተን በጽሐ። ሮቦርት ኣብ ቆጻሪት ታክሲ ንዝተመዝገበ መጠን ገንዘብ ብምኽፋል ካብ ታክሲ ወረደ። ናይ መወዳእታይ ኢሉ ንዝተበገሰሉ ተልእኾ ካብ ሌዝሊ ብዝረኸቦ ዝርዝር ኣስማት መዛዘሚ ክረኽበሉ እናተተስፈወ ናብ ኣፓርታማ ሌዝሊ ማዘርሽር ሰጎመ። ሌዝሊ ማዕጾ ገዝኡ ምስ ተዃሕዂሐ ገንዘቡ ኣብ ዝተፈላለዩ መዓላታት ከውዕሎ እንከሎ ካብ ዝረኣዮ ዝነበረ ሕልሚ ተባራበረ። ዝጽበዮ ሰብ ብዘይምንባሩ መን ይኸውን ብምባል ፈርሐ። ብዝፈጠጣ የዒንቱ ናብ ማዕጾ ገጹ ጠበተ። ደጊሙ ማዕጾ ተዃሕኰሐ። ሓቚፉወን ንዝደቀሰ ስእልታቱ ናብ ጸባብ ስቱዲዮኡ ሒዙወን ብምእታው ኣብ መንጎ ዝተጾፍጾፉ ካልኦት ስእልታት ኣእተወን። ዝተረጋግኤ ክመስል እናፈተነ ናብ ሳሎን ተመሊሱ ብቐዳድ ማዕጾ ንዝኾሕኮሖ ዘሎ ጋሻ ረኣየ። ኣቤት! በለ ሌዝሊ ማዕጾ ከይከፈተ። ሌዝሊ ማዘር ሸድ ሓቀይ ጽቡቅ ኣለኻ እንታይ ደሊኻ ክኣቱ ፍቃድካ እንተኾይኑ? ሮቦርት ብትሕትና ሓተቶ። ጉዳይ መምጺኻ እንታይ እዩ? ሮቦርት ካብ ጃኬቱ ስኑዕ መንነት ሚኒስትሪ ምክልኻል ብሪጣንያ ኣውጺኡ ኣርኣዮ። ኣቶ ሌዝሊ፣ ብስራሕ እየ መጺኤ። ኣብ ውሽጢ ገዛኻ ክንዘራረብ ዘይተፍቅደለይ ተኾይንካ ጸገም የብሉን። ናብ ሚኒስትሪና ሒዘካ ክኸይድ ይኽእል እየ። ምርጫኻ እንተኾይኑ ኣብኡ ክንዘራረብ ንኽእል ኢና። ብዝፈጠሮ ውጹእ ሓሶቱ ብድሕሪ ማዕጾ ዘሎ ሰብ ከም ዝረዓደ ኣይተጠራጠረን። ሌዝሊ ምራቑ ወሓጠ። እቶ ደሓን ሚኒስትርኹም ከዘራርበኒ ዝደልየሉ ምኽንያት ግን ኣይተረድኣንን፣ እናበለ ማዕጾ ሸጋጥ ከፊቱ ኣእተዎ። ሮቦርት ፋሕፋሕ ኢሉ ብዝጸንሖ ቆራሪ ክፍሊ እናሓዘነ ኣብ ሳሎን ኮፍ በለ። ለዝሊ ማዕጾ ዓጽዩ ፊት ሮቦርት ኣብ ዘሎ ሳሎን ኮፍ በለ። ኣይተሓዘለይ መጀመርታ ዶ እቲ ምኽንያት ክትነግረኒ? በሎ ሌዝሊ ተረቢሹ